ሰላም ከመይ ኣለኹም ክቡራት ተኸታተልቲ ናይ ድምፂ ሕልና ቻናል ንሎሚ ሒዘልኩም ቀሪበ ዘለኹ መደብ ኣብ ህይወትኩም ዓብዪ ለውጢ ንኸተምፅኡ ዝሕግዝ ኮይኑ ብዛዕባ ኣወንታዊ ኣተሓሳስባ ዘለዎ ረብሓ ዘድሀበ እዩ ኣብ ናይ ሎማዕንቲ ቪድዮና ኣብ ዕለታዊ መነባብሮና ኣወንታዊ ኣተሓሳስባ ምሓዝ ክሳብ ክንደይ ዕውታት ኽንከውን ዝሕግዘና ምዃኑ ብዝርዝር ክንርኢ ኢና ክሳብ መወዳእታ ምሳይ ክትፀንሑ እናተመነኹ ሰናይ ምክትታል። ኣወንታዊ ኣተሓሳስባ ምሓዝ ማለት ኣብ ህይወትና ጸገማት ኣየጋጥሙናን ማለት ኣይኮነን፣ ነገር ግን ኣብ ኣሉታዊ ሓሳባት ካብ ምትኳር ንላዕሊ ዝያዳ ኣወንታዊ ሓሳባት ምትኳር ዝበለጸ እዩ። ኣወንታዊ ኣተሓሳስባ እንትንሕዝ ሞራልና እናወሰኸ ክኸይድ ዝገብር እንትኸውን ብኣንጻሩ ድማ ኣሉታዊ ኣተሓሳስባ ምሓዝ ወነና ክወርድ ዝገብር እዩ። መብዛሕትኦም ሰባት ካብ ዓሰርተ ነገራት ትሽዓተ ተሳኺዕሎም ነቲ ሓደ ዝሰኣንዎ ነገር ጥራሕ ኣተኲሮም ይሓዝኑን ውሽጦም ይርበሹን። ነቲ ዝተሳኸዐሎምን ዝረኸብዎን ነገር ትኹረት ክገብሩ ኣይመርጹን። በዚ ድማ ዕድመ ልክዖም ዕጋበት ስኢኖም እናማረሩ ይነብሩ። ኣብ ነገራት ዘለዎም ኣመለኻኽታ ኩሉ ግዘ ኣሉታ ዝኾነ ሰባት፣ መብዛሕትኡ ግዘ ሕማቕ ክገጥሞም እዩ ዝረእ። ኣወንታዊ ኣተሓሳስባ ተሃልዩና ንነገራት ንሪኦ መነፀር ብፅቡቕ ጎኑ ስለዝኸውን ኣብ ዝተዋፈርናሉ ዓውደ ስራሕ ዕውታት ኽንከውን ይሕግዘና። ልዕሊ ኹሉ ድማ ኣወንታዊ ኣተሓሳስባና ኣብ ጥዕናና ናይ ባዕሉ ዝኾነ ኣበርክቶ ኣለዎ እዩ። ኣወንታ ንሓስብ እንተኾይና ኣእምሮና ኩሉ ግዘ ሕጉስን ቅሳነት ዝስምዖን ይኸውን። ብኣንፃሩ ድማ ሕማቕ ንሓስብ ተኾይና ማለት ንኹሉ ነገር ኣሉታዊ ጎኑ ጥራሕ ዝረኣየና ተኾይኑ ዝኾነ ስራሕ ጀሚርና ነቋርፅ እምበር ክሳብ መወዳእታ እንበፅሐሉ ወነን ሞራልን ስለንስእን ጥዕናና እውን ካብ እዋን ናብ እዋን እናቐነሰ ኸይዱ ድሕሪ ግዘ ናብ ኣዝዩ ዝኸፍአ ናይ ስነ ልቦና ጸገም ክንኣቱ ንኽእለሉ ዕድል ኣዝዩ ሰፊሕ እዩ። መብዛሕትኡ ግዘ ጽቡቕ ተመነ ጽቡቕ ክጸንሐካ እዩ ዝበሃል በዚ ምኽንያት እዩ። እዚ ማለት ግን ከይሰራሕኻ ኢድካን እግርኻን ኣጣሚርካ ኮፍ ኢልካ እናወዓልካ ጽቡቕ ምምናይ ጥራሕ ዝደለኻዮ ትረክብ ወይ እውን ጽቡቕ ይጸንሓካ ማለት ኣይኮነን። ሓደ ሓደ ሰባት ከምዚ ክትብሎም እንተለኻ መን ከሎ ሕማቕ ዝምነ? ሰብ እኮ ፎት ይኮነን ሕማቕ ዝገጥሞ ይብሉኻ። ብርግጸኝነት ንምዝራብ ዝኾነ ሰብ ሕማቕ ነገር ክገጥሞ ትምኒት እኳ እንተዘይሃለዎ፣ ብውሽጡ ኣብ ኣሉታዊ ኣተሓሳስባ ዝንባለ ክህልዎ ከም ዝኽእል ግን እዩ። ስለዚ ኣብ መወዳእታ ክብሎ ዝደሊ ነገር እንተሃለወ ኣብ ዕለታዊ መነባብሮና ኩሉ ግዘ ኣወንታዊ ኣተሓሳስባ ምሓዝ ብቐዳምነት ናይ ኣእምሮ ዕረፍቲ ዝህብ ኾይኑ ካብኡ ሓሊፉ ድማ ሞራልና ክውስኽን ስራሕና ብዕውትነት ክንሰርሕ ዝሕግዘና ስለ ዝኾነ ኣዝዩ ኣዝዩ ጠቓሚ እዩ። ኣወንታዊ ኣተሓሳስባና ክውስኽ ካብ ዝገብሩ ነገራት ሓደ ንዝረኸብናዮ ነገር ኩሉ ግዘ ምምስጋን እዩ። ሓደ ሰብ ብሓንሳብ ኩሉ ነገር ክስእን ኣይክእልን እዩ። ንኣብነት ሃብቲ ተዘይሃልይዎ፣

ኩሉ ግዘ ብዝለቆም ቁምነገር ሓዘል ቪድዮታት ተማሂርኩም ህይወትኩም ንኽትልውጡ ተስፋ እገብር። ክሳብ መወዳእታ ስለዝተኸታተልኩምኒ ድማ ኣዝየ የመስግን። ሰላም!